ታሪኽ እቲ ፊልሚ ብሓደ ፋልኮን ዝስሙ ተኹላ እዩ ዝጅምር። ፋልኮን ኣብቲ መናፈሻ ብጣዕሚ ብዝገርም ናይ ምስጢር ጥበብ ካብቲ ሰባት መግቢ ብምስራቕ ካብ ጎሓፍ ብምእካብን ቦርትሱ ይመልእ። ካብ ሓደ ናይ ሆትዶግ ዓረብያ ሳንድዊች ምስ ሰረቐ ግን ሓደ ከልቢ ይረኽቦ እሞ የሳድዶ። ፋልኮን ኣብ መወዳእታ መዋጽኦ የብሉን ነገር ግን እቲ ዓረብያ ምስቲ ከልቢ ተኣሲሩ ስለ ዝነበረ ነቲ ከልቢ ንድሕሪት ይስሓቦ። ፋልኮን ናይ መዕርፎ ባቡር ብምኻድ ንኹሎም ናይ እንስሳት ኣዕሩኽቱ መግቢ የከፋፍሎም። ለሚ ምሸት ካብ ተባብሩ ዝሰርቁ ዓብዪ ምግቢ ክዳለዉ ድማ የዘኻኽሮም። ድሕሪኡ ሰለስተን ጨዋታት ናይ ማርሻል ኣርት ስልጠና ክገብሩ ከለዉ ንሪኦም። ፋልኮን መግቢ ሂብዎም ብዛዕባ እቲ ናይ ተባብሩ ስርቂ ይማኸሩ። ንሳቶም እውን ውግእ መሪርዎም ክወጽ ከሎ ሪኮ ዝስሙ ርግቢት ነታ ፋልኮን ዘዕበዮ ካብዚ ሓደገኛ መደብ ንክወጽእ ይልምኖም። ፋልኮን ግን እንስሳታት ሓንሳብ እኳ ጽሩይ ምግቢ ንኽረኽቡ ይደሊ። እቲ መደብ ብሃንስ ዝተዳለወ ምዃኑ ሪኮ ምስ ሰምዐ ፍርሓቱ ይውስኽ፣ ፋልኮን ግን ተረጋጊዑ ይኸይድ። እታ ባቡር ናብቲ መዕርፎ ትበጽሕ፣ ሰባት ኣቑሑቶም የእትዉ። ሓንቲ ሊሳ ትበሃል ጓል ምስታ ማዲ ትበሃል ድሙኣም ብንብዓት ትሰናበት። ማዲ፣ ፋልኮን ብናሕሲ ባቡር ክሰግር ከሎ ኣድናቖት ትገልጽ። በቲ ብኻሊእ ወገን እቲ ምስጢራዊ ሃንስ ብኻሜራታት ገይሩ ንፋልኮን ይከታተሎም። ሃንስ ምልክት ምስ ሃቦ፣ ፋልኮን ኣብ ውሽጢ ባቡር ኣትዩ ንሕንኪ መሳርሒ የላግብ። ሃንስ ንዅለን እተን ዓሰርተ ሽዱሽተ ክፍልታት ባቡር ከምኡ ንኽገብር ይእዝዞም። ፋልኮን ብምስጢር ኵለን ክፍልታት ይሓኮም። ኣብ ውሽጢ እቲ ናይ እንስሳታት ክፍሊ፣ ማዲ ምስ ጂሚ ዝስሙ ማንትለን ጥንስቲ ሰበይቱ ጃንን ትላለ። እቲ ባቡር ብጣዕሚ ፈጣን ምዃኑ ትናገር። ሰራሕተኛታት ካልኦት እንስሳታት የእትዉ። ሊዮም እቲ ዓርኩ ዓሳሞ ከምኡ እውን ኮኮ እቲ ፍቕሪ ዝሓዞ በለል ሃዋም ሓደ ሃምስተር ሰበይቱ ብምጥፋኡ ጓሁ ብሙዚቃ ይገልጽ። ሓደ ደርሆ ናይ ኣሜሪካ ፉትቦል ተጻዋታይ ክኸውን ከም ዝደሊ ይዛረብ። ኣብ መወዳእታ ሬንድ ዝስሙ ከልቢ ከም ዝተጨወ ይግንዘብ፣ ነገር ግን ምስ ጨኾም ሽኮር ሂቦም ይዕሽውዎም። ፋልኮን ነቲ ናይ መወዳእታ ክፍሊ ይሓኮም፣ ሃነስ ሕጂ ምሉእ ቁጽጽር ረኺቡ ኣሎ። ድሕሪኡ ሬክስ ዝስሙ ናይ ፖሊስ ከልቢ ሃገራዊ ጀግና ይኣቱ ፋልኮን ሰንቢዱ ካብ ሃንስ መዋጽኦ ይሓትት ሃንስ ግን ሸለል ይብሎም ሃኑስ ኣብታ ባቡር ናይ ሓሶት መግለጺ ብምፍናው ሰባት ካብ ባቡር ንክወርዱ ይገብር ሰባት ምስ ወረዱ ሬክስ ናይ ሰራቂ ጨና ይሸቶም ሃኑስ ንኩሉ ማዕጾታት ዓጽዩ ባቡር የበግሳ ሊሳ ንድሕሪት ተሪፋ ትበኪ እታ ባቡር ብሓያል ፍጥነት ትጓዓዝ ሃንስ ፍጥነቱ ስለ ዝወሰኾ ምስ ሓደ መኪና ተጋጭዮም እቶም እንስሳታት ንፋልኮን ከም መጋየጺ ይርእይዎ። ማዲ ግን ትጣበቐሉ እያ። ፋልኮን ስምዒቶም ንምትንካፍ ንእሽተይ ኮሎ ዘኽታም ከም ዝነበረን ሰብ ከም ዝሃርሞን ድሕሪኡ ረጒድ ከም ዘዕበዮን ብማርሻል ኣርት ከም ዝሃነጾን ይነግሮም። በዚ ምኽንያት እዩ ፋልኮን ተባሂሉ። ኣብ ቲቪ እታ ባቡር ከም ዝተጠለፈት ይርእዩ። እቶም ሰለስተ እንጭዋታት ብቲቪ ርእዮም ንሪኮ ይድውልሉ። እቲ ኣነዋሪ መግለጺ እታ ባቡር ክትፍንድቕ ከም እትኽእል ይዛረብ። ሃንስ ድማ ኣብ ስክሪን ይግለጽ። እዚ ዅሉ ሕነ ምፍዳይ ኣብ ልዕሊ እቲ ፖሊስ ከልቢ ሬክስ ዝገበሮ ምዃኑ ይዛረብ። ሬክስ ቅድሚ ሓሙሽተ ዓመት ስለ ዝኣሰሮ፣ ሬክስ ግን ኣይዝክሮን፣ እዚ ድማ ንሃንስ ከም ዝሓርቕ ይገብሮ። ማዲ ነቲ ዓብዪ ዓንቀጽ ብሰንኪ ፍጥነት ክፈርስ ከም ዝኽእል ትዛረብ። ንኽድሕኑ ግን እቲ ናይ ባቡር ሚዛን ክፈርስ ኣለዎም። ስለዚ ነመበል ሻምናይ ክፍሊ ከይዶም ነቲ ዳሕረዋይ ክፍሊ ክፈትሕዎ ኣለዎም። ፋልኮን ንእንስሳታት ክፈትሕ መፍትሕ የድልዮ። እቲ መፍትሕ ግን ኣብታ ዝቕጽል ክፍሊ እዩ ዘሎ። ፋልኮን ብናይ ታሕቲ ማዕጾ ወጺኡ ኣብ ትሕቲ እታ ባቡር ይተሓሓዝ። ኣብ መንገዲ እቲ ናይ ድሕነት ገመዱ ይብጠስ። ኣብዚ ጽንኩር ኩነታት ፋልኮን ካብ ቦርሱኡ ገመድን መፍትሕን ኣውጺኡ ናብታ ዝቕጽል ክፍሊ ድብርዮሞ ይንጥልጠል። ብትብዓት ተሳጊሩ ነቲ መፍቱሕ የምጽኦም። ኩሎም እንስሳታት ናብ መበል ሻሙናይ ክፍሊ ይጓዓዙ፣ ነገር ግን እቲ መሕለፊ ክፍሊ ብሰንኪ ሃንጊንግ ተዓጽዩ ኣሎ። ሬክስን ፋልኮንን ብሓባር ኰይኖም ነቲ ሓጺን ብሓይሊ ይሰብርዎ። ልክዕ እታ ባቡር ነቲ ዓንቀጽ ክትረግጾ ኸላ፣ እቲ ዳሕረዋይ ክፍሊ ባቡር ተፈለየ። እቶም እንስሳታት ዘለዉላ ክፍሊ ብሰላም ክትሳገር ከላ፣ እቲ ዝተረፈ ክፍሊ ባቡር ግን ናብቲ ዓሚቕ ገደል ወዲቑ ተሰባበረ። እቶም ሰለስተ ንጨዋታት እናተሓጎሱ፣ ፖሊስ ቀጥታ ናብቲ ሃንዝ ዝተሓወኡሉ ናይ ዱር ገዛ ከይዶም ብሰንሰለት ኣሰሩዎም። እታ ባቡር ብሰላም ቆመት። ሊሳን ማዲንን ብሓጎስ ተሓቖፉ። ፋልኮን ድማ ካብ ሰራቒ ናብ ሓቀኛ ሃገራዊ ጀግና ተቐየረ። እምበኣር ከስኩራት ተኸታተልቲ ንሎማዓንቲ ዝነበረት ፊልምና ኣብዚ ትውዳእ። እንተደኣ ከምዚኦም ዝበሉ ፊልምታት ደሊኹም